ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ረማይ ናትኩም ተመሊሰ መፅ ኣለኹ እሸሓት ቅድም ናብ ቪድዮና ምታይ ነገርና ሎም መዓንቲ ኣብ ናብ ዝሓለፈ ቪድዮና ሓደ ሕቶ ሓተኩም ነይረ እሲ ንረኣዩ ሓደ እዚኣ ፀወታ እንታይ ሽማ እሺ ብቻ ግን ናዛ ጨዋታ እዚኣ ሽም ትፈልጥዋ ሰባት ተሃሊኹም ኣብ ኮመንት ኣብ ኮመንት ፀሓፉ ኣብዛ ቪድዮ እዚኣ ብጣዕሚ ብዙሕ መልሲ እዩ ተመሊሱ ብጣዕሚ ብዙሕ ሰሚዐ ውን ዘይፈልጥ ሽም ኣይተ ሰሚዐ ካብዞም እተመለሱ መልስታት እስቲ ክንበርኩም ተወሰነ ማይዶ ጸባ እሺ ማይዶ ጸባ እዚ እውን እሺ ኣስራር ጊመል እሺ ስራ ጊመል ብከባቢና ኣሳርራ ቁንጪ እሺ እዚ እዚ እዚ ይፍለ ይሕዋት ማይዶ ጸባ ስሪት ማትለ ርእዩ ብሱር ሰሚዕና ዮም ንፈልጥ ቃላት ማለት እዩ ብቻ ግን እንታይ ተዓዝዮ ይሕዋት ንሓደ ነገር ሲ ብዙሕ ሽም ኣለዎ ተዓዝዮ ነዛ ጨዋታ እዚኣ እኳስ ብዙሕ ሽምም ለለዋ ብሓደ ርኢና ኔና ብቻ ንኩላትኩም ክመል ጸሓፍኹም ብጣዕሚ የመስግን ብጣዕሚ የቀንየለይ ንቐጽል ዕሸውሓት እዚ ናብ ቪድዮና ክንኣቲና ቅድሚ ናብ ቪድዮና ምታይና ግን ንዛ ቪድዮ እዚኣ ላይክ ምግባር የትረስዑ ሓደራ ሓደራ ከይትረስዑ ብምቕጻል ሳብስክራይብ ክገርኩም ትሪኡ ሰባት ኣለኹም ፕሊዝ ምክንያቱ ቀፃሊ ምግባርኩም ይተርፈኩም እዚኣ ትመስል ቻነል ሳብስክራይብ ክገርኩም ትሪኢት ኣለኹም ኣይግበሪ ኣይግበሪ ኣሕዋተይ ሳብስክራይብ ብምጋር ቤተሰብ ኹኑ ህዝና ቪድዮና ክንኣቲና እሽካዕ መጨረሻ ቪድዮና ምሳይኹም ክትከታተሉ ብኽብሪ ሓትት ሰናይ ጻንሒት። እሸሓት እቲ ናይ ለማዓንቲ ቪድዮ ኢና ንጅምሮ ብካሊእ ካሊእ ኮነ ማለት ብቀልዲ ብጨዋታ ኣይኮናይ ንጅምራ ሓንቲ ደስ ዝበለትን ቪድዮ ኒኣ ኣነ ደስ ኢላትን ደስ ኣምትለኩም ኣይጠራጠሪ እስቲ ብሓደ ኮይና ንረያ ተመስገን ንበል እስከ እሺ
እስከ ተመስገን ንበል ኣነባ ተመስገን ከኣምላኽ እየ ዝብል ብሰላም ዝሕደርካኒ ብሰላም ዘውዕልካኒ ብሰላም ዘምሳኻኒ እየ ዝብል እቲ ምንታይሲ ኣብዚ እዋን እዚ ክንደይ ዝሳቐዩ ብሕማም፣ ክንደይ ፈቖዶ በረኻታት ከርተት ዝብሉ፣ ክንደይ ተሸጊሮም መግቢ ስኢኖም ጸሞም ዝሓድሩ ሰባት ስለ ዘለዉ ካብዚኦም ኣነ ሓይሽ። ኣምላኽ ይመስገን ንዖም ከኣ እግዚኣብሄር ክረድኦም ይጽሊ። ተመስገን ጽቡቕ እዩ። ተመስገን ንሕና ነዚ ዘለና ህይወት ክንሕጎሰሉን ከነስተማቕሮን ጥራይ ዘለና። እቲ ምንታይሲ ነቶም ካባና ዝኸፍኡ ምስ ረኣና ክንጸናናዕ እዩ ዝግበአና። ነዛ ዘለናያ ተዘይተሓጒስና ግን ንኣምላኽና ኢና ነቖጥዕ፣ ንነብስና እውን ጽቡቕ ዕቤት ኣይክረክብን እዩ። ተመስገን እዩ ዘስዕሮ፣ ተመስገን እንዳበልና ነዚ ዘለናዮ ክነስተማቕሮ ይግበአና እዩ። ነስተማቕሮ። ሸውሓት እዛ ቪድዮ ምድረኹማ እዩ ምስ ረኹ ኣብ ጣዕሚ እያ ደስ ኢላትኒ ምክንያቱ ሕማቕ ይግጠመና ፅቡቕ ይግጠመና ሓንቲ ነገር ትለምደና ይግባእ እሳ ድማ እታ ተመስገን እስከ ተመስገን ንበል ኣታ ሎምስ ጉድ ጊባቦ ተዛሪቡ እሺ ታይሉ ወደይ ይቕሬታ ዘለዎም ተረፍ እንጀራ ውሕድ ስለ ዝኾነ በይዘኦም እንጀራ ይሰንክቱ። ኣይ ዝሓወይ ሓንቲ ነገር ብቻ ኣረጋግጸለይ ማለት ዳዘወር ኣውርኽ ገዛ ከይድካ ኣይትኾን ኣታ ግርም ኮይንኒ። ዕድመኻ ልርኢ ማለት እዩ how old are you እሺ። እስከ ሕጂ ዕድመና ክንርኢ ኢና እሺ። ቲክቶክ ጨጉርካ ሪኦምስ ናይ ብሓቂ ዕድመካስ ይፈልጥዎ ዝሓውና እዚ ኣነ ክግምቶ ኣነ ክግምቶ

ከምዚ ከምዚ ዝበለ ሓው የብዛሕ እሺ ከም ዘሸንፈካስ ርግፀኛ እየ ኮይነ ነይረ ሚእቲ ፐርሰንት ከምዚ ዓይነት ብሩኽ ሰብ ጥዑይ ሰብ እውን ኣለና ይሕዋት ማለት ኣይኸሰርናን በቃ ኣይኸሰርናን ማለት ሓንቲ ነገር ጥራሕ ይጠይቕዋ ኣካውንትኺ ላእኽለይ ዋይ ችግር የብሉን እሞ ኣካውንት ላእኽለይ እንዶ የቐንየልና ዝሓወይ

እዚ ወዲ ያባ ክቕምጠልካ ቅርሽኻ ይቀመጠልካ እክ ቢልካ ዝኾነ ትገዝኦ ትበሃል እሺ ነደይ እንኪ ትብል ድሓር ትጥይቆ ተለኻ የለይ ናብ ምንታይ ላብኻ ንቕርሺ እዚ እዚ ተገዚኡ ትበሃል እዚ ኣነ ምስ ማዘር 125 ቅርሺ ኣለኒ ሃብኒ ብቕርሸይ ማዘር ወዲ ሓቲቱኪ እምቢ ትብልዮ ነገር እሺ እንታይ ወዲ ኣትዩ ሓቲቱኪ እምቢ እትብልዮ ቀዳማይ ነገር እንታይ እዩ እንታይ ይኾን ምስለኪ መልሲ
ወዲ ዳማ ተዋላዲ ምስ ዘይናብሰይ ክዝሓተካ እምባ

ገለ ብቻ ከምኡታት ትክክል ማለት ብዙሓት እዮም ክኾኑ ዝኽእል ግን ዝኾነ ነገር ክትሕተት ከለካ ስለ ዝጠፍአካ ምስ ናተይ ሰብኣውነት ምስ ናተይ ፐርሶናሊቲ ዘይኸዱ ነገራት ተተሓቲተ ፆታ ከይመረፅኹ ንክሉ እዮም ዝብል ሓቂ ኣሰይ ዘጓለ
ስፔሻል ወዲ ባ ጠየቑክስ እምቢ ትብሊ በቃ ከምኒካ ምሽ ዘይፈትዎም ቦታታት ዘይግደሰሎም መና ሒዝና ኬና ዝሓፍተይ

ብሓደ ንሕደርተይሊ ብሓደ ንሕደርተይሊ እዚ ኣንተ ልኩ እንድትብልዮ ማለት እዮም እዛ ሓፍተይ ብሓደ ነው ዓልያ ትፈቲ ማለት ብሓደ ንሕደር ኣይፈቲ ኖ ኖ ብሓደ ንሕደር ተልካ ትጠፍእ ላጋ ጥቃኻ እዛ መበል ካልኣይቲ ነበረት ጓል ልመለሰቶ መልሲ ግን ምስ ናተይ ሰብኣውነት ምስ ናተይ ፐርሶናሊቲ ዘይኸድ ነገራት ተተሓቲተ ፆታ ከይመረፅኩ ንክሎ እየ ምስ በቃ ና ስማርት ጓል መልሲ
ይግበእኪ ዛሕፍተይ ይግበእኪ እሸሓት ኣብዚ ድማ ናብ ብዙሓት ሰባት ሕቶ ዝኾነት እያ ማለት ፋራን ወዲ ከተማ እንታይ ኣፈላላዮም

እዚ ኣዝማሪኖ ፋራን ንቕሓትካ እዩ ዝውስኖ። ስለ ክዳን ዝቐየርካ፣ ስለብ ከተማ ዝዓበኻ፣ እዚሲ ሓደ መግለጺ ኣዝማሪኖ ፋራን ዝገብረካ ኮይኑ ኣይስምዓንን እዩ። ዝኾነ ነገር ንቕሓትካ እዩ። ኣዝማሪኖ ንኽትበሃል ሽጋራ ስለ ዝሰተኻ፣ ምስ ደቂ ኣንስትዮ ስለ ዝኸድካ፣ ናይት ክለብ ስለ ዝሓደርካ ኣዝማሪኖ ኣይገብረካን። ኣብ ገጠር ምቅማጥካ ወይ ድማ ናይ ገጠር ልብሲ ስለ ዝለበስካ ከኣ ወላ ኣብ ድራማታትና ክትሪኦ ከለካ ሕጂ ኩሉ ግዜ ንሓደ ወዲ ገጠር ከም እንታይ ጌሮም ወስድዎ ጆላተ ከም ዘይፈልጥ ጌርካ ተምጽኦ ባምቡላ ጌርካ ከምኡ ይኮነን ኣብ ገጠር ስለ ዝተቀመጥካ ከኣ ፋራ ይገብረካን እዩ ዝኮነ ነገር ንዓኻ ዘገድሰካ እንታይ ትልክኒ ንቕሓትካ እዩ ዝውስኖ እዚ ኣነ ኮይኑ ዝስምዓኒ ማለት እዩ ንሸውሓዛ ቪድዮ ምድረኹም ኣዩ ተረዲኣትኩም ትኾን ተስፋ ይገብር በቃ ናይ ፋራ ትርጉም እንታይ እዩ ምንም ይፈልጢ ግን ፈላጥ ኮይኑ ክቐርብ ይፍትን ወይ ድማ ይሙክር ተወዲያ ስለዚ ኣቱም ምንም ለይትፈልጡ ከም ትፈልጡ ኮንኩም ትቐሩ እንታይ ኢኹም ፋራታት ኢኹም ዋየ ዋየ ዋየ ዋየ እሺ ምስ መን ያኹ ምስ ኢሉ እሺ ኢሉ ኣብ ህይወት ከተሳክዕዮ ደሊ ነገር ትደልዮ ነገር ነይሮ እወ ብዙሕ ነገር ታይ ታይ ታይ እሺ ሓደ በዓል ሃፍቲ መፅሲ ዝደልዮ ነገር ሙሉእ ከሳክዐልክ እሞ ሓንቲ መዓልቲ ምሳይ ሕደር መለክስ ታይ ትደልዮ ነይርኸ ሓንቲ መዓልቲ ጥራሕ እወ ሓንቲ መዓልቲ ጥራሕ ሃፍታም እንድዩ እወ ብጣዕሚ ሃፍታም ምስማ ሓደ መዓልቲ ጥራሕ ይኹን ኮይ ምቕናይ እየ ልደሊ
ዝሓፍትና ግን ማለት ኣብ ፍትሓውነት እንተኣምን ርያ ፍትሓውነት ማለት ሓደ መዓልቲ ስውሒዱ እያ ኢላ ኣም ድሌታ እዩ ሓንቲ መዓልቲ ጥራሕ ዋየ ናብ ዓይና ንኸደ እንዶ እሸው እዚ ድማ ነሽነሽ ብጓል።
ሰበር ዜና! እሺ። ባልታዛርን በዓልቲ ቤቱን ንዕረፍቲ ናብ ፈረንሳይ ኣቕኒዖም። ድሕሪ ብዙሕ ጫውጫውታ ንሕድሕዶም ይቅር ተባሂሎም ኩሉ ረሲዖምዎ ኣለዉ። ባልታዛር ትፈልጥዎ ኢኹም ኣሕዋት ባልታዛር ለይፈልጦ የለይ እሺ። ብሓሳብ ጽቡቕ እያ ከምኡ እንድዩ ድልደለቱ።
ነነሽነሽ እቲ ጋዝያ። ኣብ ልዕሊኡ ዝቐረበ ክሲ ተቛሪጹ ነጻ ድሕሪ ምውጽኡ። ንውልቃዊ ፋይላቱ ዝዘርግሑ መርመርቲ ናብ ሕጊ ቀሪቦም ኣለዉ። ኦኬ ባልታዛር ንሰበይቱ ምስ ካሊእ ስብኣይ ምዝማዋ ሕድገት ገይሩላ።
ተሰማሚዖም ዝገብርዎ ነገር እዩ ሓወይ።
ሓዳሩ ብፍቕርን እምነትን ከም ዝመርሕ ቃል ኣትዩላ ኣሎ። ኣረ ርሕደት እንታይ ክሓድጉ ነይሩ ነቲ ንሰበይቱ ተጠውዩ ምሉእ ሓይሉ ኣብ ልዕሊኣ ዝተጠቐመ ስብኣይ እውን ረሲዕዎ ኣሎ። በቃ ኩሉ ብይቅርታ ዓጽዩዎ ሓድሽ ምዕራፍ ሓዳሮም ጀሚሮም ኣለዉ። ሓፍተይ ነሽነሽ ብጓል ፈቲናኪ ኢና በቃ ኣይጠፍእና ካብ ሎማዓንቲ ናይኺ ቪድዮ ኢና ንርኢ ብምቕጻል ናዞም ባልታዛርና ናሰበይቱ ጉዳይ ግን እሳ ለይቕረ ጌራትሉ እሱ ለሎ ይቕረ ጌርላ ታይ

መዓኮር ዘይብልካ የብለክን ንዕባ ንዕባ ንዕባ እንታይ ኢና ጌርናካ ብሮ እንታይ ኢና ጌርናካ ማለት ንወዳ ተወኪልካ ኢኻ ክትዛረብ ኣለኻ ዝሓወይ በቃ ፕሊስ ባ ፕሊስ ካብኡ ግን ዝሓወይ ማለት እዩ ሓደ ነገር ነገረካ ድምፅኻ ቢት ለይኮነ ለወቅዕ ኣሎ ገዛ እዩ ለፍርስ ብራዘር እሻሓት ተውዚ ድማ ማለት እዩ ናብ ገዛና ኣባል ዝኾነ ሽሮ ሓፂር መገለፂ ይህሉ ኣሎ ንስምዓዮ ወይ ኣነ ሽሮ ወይ ኣነ ሽሮ ኣታ ሽሮ። ንወዲ ሰብ ብሓሚስ ሳንቲም ለሊኽ ሙሉ ኣስፊረ ሓሙሽተ ጣይታ ኣፅቢሐ ዘድሮ ዝበለፀ ሕብሪ ዘለኒ ካብ ኣፃብሕ መግብታት ብዙሕ ዕለታት። ንኹርምቲ ከየሸጎርኩ ሰተት ኢለ ዝኣቱ መዓንጣታት እወ ምንያቱ ምስቴኪ ንገሌ ተድልያን እያ ክስራሕ ከለኩ ኣብ ድስቲ ኣብ ፃሕሊ ክብል ትዕቴእ ብኣፎም ገዲፎም በእዛኖም ቃሕታ ልዛ የውፁ ብምስማዕ እዩ ኣሕዋት ዛሽሮ ግን ትፍለያ ማለት እም ገለ ዓይነት። ኣለኩ ብድስቲ ክብል ትዕቴእ ሽሮ ሽሮ እናበለ ኩሉ ዘይመንየኒ ጥዑም ማኣዛ መቀረት ዘለኒ ይድልደሎ ሕጂ ንሱ እዩ ምስክር መቐረተይ ዓለም መሪፁኒ ከገልግል ንህዝበይ ሓደ ነገር ግን ሽሮ ክትፈልጦ ዝግባእ ነገር ማለት እዩ ሽሮይ መዓረይ ሃም ምግብ ብቻ ኮና ንሪኢካ ሃም ሓደ ናብ ስድራ ቤት ኣባል በቃ ሃም ሓደ ሓውና ሃም ሓደ ናብ ዝገዛ ኣባል ኢና ንሪኢካ ምክንያቱ ኩሉ ግዜ ምስ መን ኢኻ ምሳና ኢኻ ዋየ ዋየ ዋየ ዋየ እሽሓት ሓደ ሓውና ኣብዚ ትምህርቲ ይበ ኣሎ እዚ ትምህርቲ ንመን እዩ ነዋልድ ግን ኣወዳት ግን ንስምዖ እየ ማለት ዝሓውና ናብ ለይኮ ነገር እዩ ልእቴና ኣሎ ንስምዖ እየ
ትምህርትና እንዳቀጸለ እዩ ቤት ትምህርቲ ገልጠምጠምን ጋገልጠምን ቲክቶክ ቤት ትምህርቲ ገልጠምጠምን ጋገልጠም ተማሃሮና ኣዝዮም ብሉጻት ዳኾኑ እዮም ዝመፁ ዘለዉ ቤት ትምህርትና ከዓ ካብቶም ዝሃየስ ቤት ትምህርትታት ወይ ከዓኒ ኣብቶም ዝበለፁ ቤት ትምህርትታት ተኮይኑ ስልማት ክንረክብ ኣብዚ ወርሒ እዚ ተስፋ ንገብር ተማሃሮና ረይዎም ብኩሉ ቦታታት ጥራዝ ሒዞም እዮም ዝመሃሩ ዘለዉ ትምህርትና ንቐፅል ኩሉ ሓሙሽተ መንገድታት ቁፅሪ ሓደ ሰብኣይኪ ኩዕሶ ዝርኢ ተኾይኑ ኮንታትረ ኣጥፍእሉ። ቁፅሪ ክልተ ኣስተኻኺሉ ዘቐመጦ ኻልሲ ሓፂር ምስ ነዊሕ ቀይሕ ምስ ፀሊም ፀሊም ምስ ፃዕዳ ሓዋዊስኪ ኣቐምጥሉ። ቁፅሪ ሰለስተ ብምሉኡ ገንዘቡ ጊፍት እንዳሰደድኪ ዋላ ንዓይ በዓል ዓሳ በዓል ኣንበሳ ሓብል እየ ቁፅሪ ኣርባዕተ ኣብ ዓራት ናይ ኣዴታተይ መፂኒ ናይ ኣቦታተይ መፂኒ እዝነይ ኣቆንዚኒ ሕቆይ እባ ሓሚመ እንዳበልኪ ትኽእሊ እዮ ክሳብ ኣብ ርእሱ ዝድይዎ ርእሱ ዘሕሞ እዩ ቁፅሪ ሓሙሽተ እዚ ኩሉ ምስ ገበርኪ ሲንግል ማማ ኾንኪ ክትተርፊ ምዃን ክፈሊጥኪ ሓሲብ ክግበር እዮ ዝሓውና ምስ ሰማዕኹም ኢኹም ማለት ንሓዳር ንምብታን ዘለዎ ናጋዕገልጠም ትምህርቲ ደስ በሃሊ እዩ ደስ በሃሊ እዩ ግን ቀጻሊ ዝሓወይ ማለት ናይ ሲንግላት ትምህርቲ ተትሰርሐልና ደስ ይብለና ማለት ደስታና ይንኽእሎ እዩ ናይ ሲንግላት ትምህርቲ ስርሐልና እንታይ እንዮ ሓትቲ ቤቢ ሻወር እዩ መስለኒ ኣይ ቲንክ ቤቢ ሻወር ማለት ቆልዓ ቅድሚ ምውላዱ ዝግበር በዓል ግን ይፍለየ ኣከባብራ ናዞም ቤተሰብ እዚኦም ዋይ ድኻበኛ ዓርከይ ተሕፍርና ባሕደብ እሸሓቶም ዘመእተው ኢና ነገርኹም ኣብዚ ድማ ትሪእዎም ኣለኹም ሸላ ምስ ሰገን ተራኺቦም ትሪእዎም ኣለኹም ብሓደ እዮም ኢንጆይ ዝገበሩ ኣለዉ ሓደ ፎቶ ዝኒኤና እሸሓት ትሪእዎም ኣለኹም ድሕሪ ክንደይ ና ላይቭ ፃዕርታት ድሕሪ ክንደይ ኣብ ላይቭ ምጅንጃን ድሕሪ ክንደይ ኣብ ላይቭ ምሕዳር ብኣካል ተራኺቦም ኣክልቲኦም እዮም ፖስት ገይሮም እዚ ነገር ሳለ ፖስት ገይራቶ እሱ ስለ ፖስት ገይሮ ስለዚ ሓናታ ኢና ንብል ኣሕዋት ንክልቲኦም ኮንግራ መጀመርያ ብምቕፃል ፍቕርኹም እዩ ዝለቐልኩም ሳልሳይ ታይ ምሆኑ ዝስኸሎም እንኳዕ ደስ ኣለኩም ተወዲኣ
እመኑኒ ሞባይልኹም ጥራሕ ብምጥቃም ሃመይ ቢሎም ቕርሺ ከግኒሆም ዝኽእሉ መረጃ ሒዘልኩም እየ መፅየ ዘለኹ

ቁርስ መጺኣ ወፊራ ኣውዒላ ምሸት ተደዊሉ ዘውዲ ከምዚ ከምዚ ኣጋጢምዋ እዩ ተባሂልና ኣነ ሳይ ተጎይና ከድና ድሓር ኣነ ኣጋጣሚ ኣብ ዓይደር ስኻ በቃ ሰብኣይ ኢኻ ትሕግዝና ትኽእል ስኻ ኢኻ ኢሎምኒ ከምዚ ከምዚ ኮይኑ ኢሎምኒ በቃ እምበይ እቶም ሰባት ርኢናዮም እውን ኣይንፈልጥ እንታይ እዮም ደልዮም ምናልባት ድኾን ምስ ተቆኒናቶ ነበረት ምስ ትሒዛቶ ነበረት ቦርሳ ገለታትስ ቅርሺ ኒዋር ኢሎም ይኾኑ ከምኡ ክብሎም ከቲ ኮይኖም ከዓ እንታይ ቃዕሚ ኒዋ እዩ ሞዚኣ ክስካብ ክንድኡ ልኣክል መሰኻሕኺ ማለት ክትዛሮ ልሕዝነካ የኾን ዩሊ በዓል ስጋ ስልዋና እኳ ለንብዐ ፍጻሜ ክፍጽሙ ልኽእሉ ሰባት ድሓን ሃመይ ኣረኣነት ኣራዊት ምዃኖም ብጣዕሚ እዩ ልሕስበን ክሒዶም እዮም እቲ እምነቱ ክሒዶም እዮም ካብ ምኽኣድ ዝሮ ዝሮ ግን ዳርጋ ሕሰብዮ ድዓመት እዩ ዓመት ሓሊፍዎን እዩ ክንኡስ ኳስ ዓመት ሓሊፍዎን እዩ በቃ እኔን ኣብኣ ዝሮ ዝሮ ዘሎ ቀፃሊ ቆፀሮ ተብሎ ቆፀሮ ተብሎ ኣሎ እቶም ፖሊስ ሌቃረው መሰኻኽር ዓቃቢ ሕጊ ብናይ ባዕለይ መንገዲ ከቕርቦም ኢሉ ኣሎ ተስፋ ንገብር ሰሙ ቀሪቡ ሓደ ፈታሕ ክውና እምበይ ና ዘውዲ ጉዳይ ግን ስኢሉ እንታይ እሞ ክብለኪ እንደ እንታይ እሞ እዩ ኣፈጣሪ ሓይሊ እምበይ ኣነ ተስፋይስ ሙሉእ የኾን እዩ ክልል እየ ፅቡቅ ኣነ ክሕልፎ ልደሊ ታይ መሲልኪ ኣብ ውሽጢ ዓዲ ይኹን ኣብ ወፃኢ ለሎ ህዝቢ ትግራይ ድሕሪ ዘውዱ የጣዕመኒ እዩ ብዙሕ ግፍዓዊ መቕተልቲ ንርኢ ኣለና ናይ ዘውዱ ጉዳይ መዕለቢ ተተረኺቡ ናዘን ዝስዕበን ኣሕዋትና መዕለቢ ተተረኺቡ ዝሐሸ ነገር ክፍጠር ይኽእል ኢለ ይሓስብ። ካልኣይ ኣብ ሕጊ ለለኹም ኣካላት ዓቕሚ ለለኩም ምሁራት ኣብ ማሕበራዊ ሚድያ ትነጥፉ ብሱላት ሰባት ፅልዋ ፈጢርኩም ነዚ ነገር እዚ ከምታ ናይ መጀመርያ ኣጀንዳኹም ጌርኩም ናዘወዲ ጉዳይ ኣብ ምንታይ በፅሐ
እሽሓት ቪድዮ ምረናዮ እዩ ማለት ዘውዲ ማለት ካብቶም መጀመርያ ኣብ ልዕሊ ደቂ ኣንስትዮ ኣሕዋትና ዝፍፀም ዘሎ ሕማቅ ነገር ሕማቅ ነገር ልገጠማ እያ እሽሓት ኣይክል ደለ ኣነ ኣብ ልዕሊ ደቂ ኣንስትዮ ኣሕዋትና ዝግበር ዘሎ ሕማቅ ነገር ይኣክል ማለት ንዘውዲ ህዚ ካብተን መጀመርያ ሕማቅ ንገጠመን ሓፍትና ሓንቲ እያ ናታ ሕማቅ ነገር ዝሰርሖ ሰባት ናብ ሕጊ ተለቀሩ ነይሮም በቃ ድሕሪኡ ለሎ ሰብ ክመሃር ነይሩ እዩ በቃ እሳቶም ግን ድሕር ቅፅዓት ለየግንዮም እንድሕር እኹል ዝኾነ ፍርዲ እንድሕር ለየግንዮም ግን ድሕሪኡ ለሎ ሕማቕ ስራሕ ለለ ግዴታ እዩ ክቕፅል ምክንያቱ እንቲ ነይሮ እዩ ፍርዲ ስለ ነይሮ እዩ ማለት እዩ ስለዚ ኣብ ልዕሊ ደቂ ኣንስትዮ ኣሕዋትና ዝግበር ዘሎ ሕማቕ ነገር ይኣክል እዞም ሕማቕ ነገር ዝሰርሑ ድማ ዝግብኦም ፍርዲ ክረኽቡ ንጥይቕ የው ጋይስ ናብ መዓት ቪድዮና ነዚ መስል ነይሩ ሽካዓ ዝድረኹም ሰዓት ሳሊኹም ብጣዕሚ የነመስግነኩም ብጣዕሚ የልፎቴኩም ኔክስት ብካልእ ቪድዮ ሽካዓ ንጋና